ዓድና ምለሱና እቲ ኩሉ ግዜ ዝድውለለይ ከም ንእስ ሓወይ ዝሪኦ ኣለክስ ዝዕለኒ ጉዳይ ስለ ዘለዎ መስመር ኣብ ዝኣተኽሉ ክድውል እትሕብር ሓፃን ምኽቲ ስለ ዝገደፈለይ ከም ሓሳቡ ደወልኩ ሰሚዕኻ ዲኻ እዚ ሞት ይሕዋትና ድሕሪ ሰላምታ ሓፃር ሕቶ ሓተተኒ እወ ሕማቕ ተረኺቡ ሓፂር መልሲ ከም ዝጓኹ ነገርክዎ እዚ ደኣ መዓስ ንሶም ጥራሕ ኮይኖም ሕማቕ ረኺቦም ኣታ ኩልና ባሪና ሕማቕ ረኺብና በቃ ነቢዕና ሕማቕ ተረኺቡ ኢልና ሓዚንና ስቕ ስለ ንብል እኮ እዩ ሞትና ዝበዝሕ ዘሎ ሕማቕ ተረኺቡ ኢልካ ካብ ስቕ ምባል ድሕሪ ሕማቕ ዘሎ እቲ ዝሓምቂ ከይመፀና ክንዘራረብ ኣለና ዕላሉ ሕልናይ ስለ ዝወግኣኒ ንክቕፅል ፅን ክብል መረፅኩ ሽዑ ድማ እዩ ብሰንኪ ሕመቕና ክንደይ ሰብ ይጠፍእ ከም ዘሎ ዘብርሃለይ በሉ ንዕላል ክጥዕመኒ ወላ ይክኣሎ ዝጥቀመሎም ቃላት ንእዝንኹም ከይኩርኩዑ እናተሰከፍኩ ናብቲ ዘዕለኒ ከብለኩም እወ እቲ ናይ ሕማመይ ዝተሰየመ ግና ስደት ዝሕመሞ ንኡስ ሓወይ ንሱ ከምዚ ኢሉ ይጅምር ኣብቲ ጽምጽም ዝብል ገዛ ንበይነይ ግዲ ኮይነ ነብሰ ምትሓት ይስማዕኒ ነቲ ዝነብረሉ ቤት ምእንተይ ዘይረ የጥምቶ እሞ ምስታ መድሓንተይ ዝተቐብረላ ቤተይ ዘኪረስ እዛ ዘለኽዋ ቤት ፍረ ይስእነላ ኣብዚ እንታይ ይገብር ኣለኹ እንተ ዀይኑኸ ኩሉ ግዜ ዝጭነቕ ኣብ ሽዑ በጺሓ እታ ቤት ዝጸበበት ኮይኑ ተሰማዕኒ ገለ ለውጢ ተኾነኒ እታ ንኾንቱ ተወሊዓ ዝነበረት ትቢ ኣጥፍኤ ናብ መደቀስ ክብለ ያበልኩ እዚ ዝኣክል ገፊሕ ገዛ እሞ ድማ ዘጻቢ ሰብ ዘይብለይ ኣብ ደስ ዝበለኒ ዝኣቱ ዝወፅን ከመይ ሰላም ዘይሃበኒ ኢለ ኩሉ ግዜ ዝጭነቕ እታ ኣርባዕተ ብርባዕተ ምስታ ጸባብ ክሽነ ክልተ ዓራት ሳሎን ቲቪ ከረንደሳ ኮታስ መዓት ቀንጥመንጢ ምስቶም ካብ ብዝሕና ዝተላዕለ ብሓደ መኣዲ መመሰሊ ዝኾንና የሕዋተይ ብፍቕሪ ዝጸረት ናይ ኤርትራ ገዛና ዘኪረ ምሒር ይዳፋነቕ። ልክእ ቅሳነትስ ካብ ብዝሒ ገንዘብ ዘይኮነ ካብ ፍቕሪ ሰብ እዩ ዝምንጩ። ዕረፍቲ ካብ ገፊሕ ገዛ ዘይኮነስ ካብ ፍሹው ገጽ ምቕርብካ እዩ ዝርከብ። እቲ ዕቑባ ክትፈኒ ዝኣተኽዋ መደቀሲየይ መሊሳ ቅሳነት ቀልዓትኒ። እቲ ብጽቡቕ ዝተነጸፈ ዓራት የማነ ጸጋም ክከላበት ኩርኳሕ ኮነኒ። ሕልፍ ኢለ ንግደት መጸ ዓዲ ወሪደ ልበይ መሊኤ ዝድቅሰላ ዝነበርኩ ንእደ ኣባሓጎይ ምሒር ናፈቕኩዋ። ኣባሓጎይ ስምዒታተይ ክፈልጥ ኣሌክስ ወደይ ኣብዚ ምሳና እንተኽረምካስ ከመይ ይመስለካ? ክብለኒ ኣንታ ኣባሓጎይ ዓድና ገሽካ ክትመጾ እዩ ጥዑም ድሓር ንስኻ ጠቕሊልካ ከተማ ክትመጸና እንዳበላስ ንሕና ድማ ናብ ጭቃ ክብሎ ከለኹ ግዜ ተዝድገ እሞ ንሱ ከይሓተተ ባዕለይ ኣብ ሓሳቡ ምርዓም ኮበልኩ ኣበይ እሞ ኣይኮነን ሓደ ክረምትስ እታ ኣብ ዓመት ዝነግዳ ዝነበርኩ ንግደት ዓድና እኳ ኣይረኽበክዋን። ንግደት ዓድና ብስደት ተተኪኣ እነኹ ኣብ ዘይፈልጦ መሬት ተጻወርነተይ ትሒቱ ብጭንቀት ነግዶ እግርና ካብታ ንፈትዋ ዓድና እናረሓቐት ትኸይድ ከሎ ብኡ መጠን ተጻወርነትና እናሃደመ ይመጽዩ እቶም ኣብ ዝኾነ እዋን ንረኽቦም ዝነበርና ሰባት ሕጂ ግና ኪኖ ምርኻብ ኣብ ምስኣን በጺሕና ንሓደ ዓርከይ ስማዕ እንዶ ኣብ ኤርትራ ሃንደበት ሓዱሽ ስርዓት ተሃኒጹ ለውጢ እንተዝመጽእ እታ ቀዳመይቲ ትገብራ እንታይ እያ ኢሉ ዝሓተትኩሉ ዓርከይ ነዊሕ ድሕረ ምሳብ እንድዐ ወደይ ከምዚ እንተኾይኑ ዓድኻ ምምላስ ኣሎ ባዕ እንታይ ገበርናካ ወደይ እቲ ለውጢ እኳ ይፅላእን እዩ ግና እንታይ ሒዝና ኢና እሞ ዓድና ክንምለስ በለኒ ካብዚ ዓርከይ ከም ተረዳእኽዎ ለውጢ ይደሊ ስለ ምላሱ ድማ ምሒር ይሸቐል ነዚ ብሕፅር ዝበለ ብስቓይ ካልኦት ገንዘብ ኣኪብካ ኣብቲ ንሱ ዝሓሸ ዝብሎ ግዜ ዓድኻ ምምላስ እዩ ምኽንያቱ ስለቲ ኣብ ውሽጢ ዝሓሰሞ ህዝቢ ስለቲ ኣብ ስደት ኮንቱ ዝጠፍእ ዘሎ መንሰይ ግዲ ዘይምህላዉ በቲ ዓሻዊ መልሱ ኢኻ ትርዳእ እምበር ስደት ደኣ ንመን ዘይመረሮ እወ ስደት ንመን ዘየጸለሎ ሓደ ብናእሹና ከለና ጽሉል ጽሉል እናበልና ንጎዮ ዝነበርና ካብ ሃገራዊ ኣገልግሎት የእምሮ ስሒቱ ዝሰደድዎ ሓምሻይ ዙርያ ዝበለና ዘኪረ ለካ ሓቁ እዩ በልኩ ነቲ ጽሉል ዝብል ጸርፍና ግዲ ከይገብረ እቲ ዘጉህየኒ ቀዳማይ ምጽላለ እምበር ንስኹ ምሳበይ ክተርፈኩም ክብል ከሎ ኣብዚ ሕጂ ኮይነ ክሪኦ ከለኹ ነዚ ሃዋርያ ሰብ ኢለ ሰየምክዎ ጽላለ ጨርቂ ካብ ምድሪ ባይ ዝመስሎም ክንደይ ጽሉላት ድያ ጸይራ ዘላ እዛ ምድሪ ኣነ ከይጽለል ዶ ይህሉ ምዃን ስደት ንመን ዘየጸለሎ ክንደይ ጽሉላት ኣብ ምስ ሜድያ ድየ ዝዕዘብ ዘለኹ ገለ ኣብ ባዶ ርእሲ ስለ ኣውራጃ ዕድመ ንቴክኖሎጂ ሰብ ከተለዓል ትነብር ግና ነቶም መርገጽ ዘይብሎም ብሰብ ከም ዓረብያ ዝሰሓቡ ኣፍልጦ ውርጃ ዘይብሎም ብባዶ ፍልጠቶም ንሕብረተሰብ ዘላዕሉ ደኣ እምበር ስለቶም ብሓቂ ስለ ባህሎምን ታሪኾምን ዝቃለሱ ይበልኩን ገለ ድማ ሓንቲ ዕላዊ ዘይኮነት ሃገር ክትሃንጽ ትኽኽ ይብለካ እዚ ኹሉ ካብ ጽላለ ሓሊፉ ካልእ ክብሎ የጸግመኒ እዩ መቸም ኣብ ሜድያ ዘይበሃል እንተሎ ባዕልኹም ተዓዘብቲ በልዎ። ኣነ ሞት ይበዝሓና ኣሎ እየ ዝብል። ብፍላይ ኣብዚ ሕጂ እዋን ሞት ኤርትራዊ ግርም መሳርሒ ፖለቲካ ኮይኑ ዘሎ። እቶም ምስ መንግስትና ዝብሉ ንሶም ጥራሕ ደቂ ሃገር ዝመስሎም በሃማት ንሕና ንሱ እኳ ብሞትና ዝተሓጎሱ ክመስሉ ኣብ ሃገሮም ተዝኾኑ ኣይምሞቱን ዝዓይነቱ እቲ ሱር ዘይብሉ ተገላበጠ ዛዕብኦም ይተፍእዎ ኣለዉ። በሉ እስከ ኣብ ኤርትራ ዝሓተሉ ዘይብሉ ፍቕዶ ሸላታት ዝጠፍእ ዘሎ መንእሰይ ካበየናይ ግንባር ዝተማረኸ ጸላኢ ድዩ ኤርትራዊ ድኻ ኣይኮነን እሞ ኣብ ኤርትራ ስለ ዘሎ ጥራሕ ዘይክመውት ዝመስሎም ክንደይ ብሃማት ድዮም ዘለዉ ጠንቂ ሞትናስ ሓደን ዘይቅየርን እቲ ግዕዛይ ዝኾነ ምሕደራ መንግስቲ ኤርትራ እዩ። እዝታት ከውርድን ከድይብን ከይተረድኣትኒ ኣብታ ጸባብ ክፍለይ ንበይነይ ሰረ ስደተይ ክትንትን ነዊሕ ሰዓታት ሓለፈ። ሃንደበት ቴሌፎነይ ስለ ዝወደወለት ደዋለ ክርኢ ሞላጉን ኮድ ሞባይለይ ጠወቅኩ። ሰላም ኣሌክስ ዓርከይ ከመይ ውዕልካ ኣታ ደሓን ዲኻ? ሰላም የጽቡቅ በሬ ከመይ ውዒልካ ኣብቲ ደሓን ዘይነበርኩሉ ንምንታይ ጽቡቅ ኣለኹ ኢልዮ ንዐይ እውን ኣይተረዳንን እምበር ጭንቀት ምኽኣሉ ስኢነ ሽቓቕ ምልስ ምልስ ይብል ነበርኩ ግና ባህልና ድዩ ኮይኑ ወላ ልምዲ ኣይርድኣንን ንሕና ኤርትራውያን ወላ ሕማቅ ከለና ጽቡቅ ኢና ንብል ንሕና ዶ እዚ ንፍደ እምበር ኣብቲ መሬትና ከለና እኳ ኣብዚ ጽቡቕ ጽቡቕ እናበልና ኢና ሓሊፍናዮ። ደጊመ ዓርከይ ኣብ መስመር ቴሌፎን ከሎ ኣብ ሓሳብ ሰጠምኩ። ሄሎ ሄሎ፣ ኣታ ኣለኻ ዶ? መልሰይ ዝደንጉዮ ዓርከይ ደጋጊሙ ሓተኒ። ኣለኹ እንታይ ኢኻ እሞ ኢልካ ተመሊሰ ሓተትክዎ። ገዛ ኣለኻ ዶ ኢለካ እወ ደጊመ ኣብ ሓሳብ ከይኣትዉ ኢለ መለስኩሉ እሞ ናይ ማዕፆ ደወል ሃሪመኮ ምስማዕ ሰቢኻኒ ኣብ ደገ ኣለኹ ክፈተኒ ምስ በለኒ መዓር ክንዶ ኣብ ሓሳብ መጥሓለይ ናይ እውን ገረመኒ እሂታ ኣይደሓንካ ዲኻ ገዛ ድሕሪ ምእታዉ ቅድሚ ሰላምታ ኩነታተይ ሓተተኒ ደሓን እየ ደሓን ዲኻ ደኣ ሌት ምድሪ ካብ ገለ ከም ዝተዓናቐፈኒ ገጸይ ጠዊቀ ሓተትክዎ ደሓን እየ ደሓንካ ኣይኮንኩን ዝብለኒ ክሰምዕ እዝነይ ጸለኹ ኣለ ዓርከይ ሰይሞን ዓርክና እንዲ ተጎዲኡ ኣብ ዘለታ ሃንደበት መርዳእ ደርኩሓለይ ኣፈታ ኢኻ ትብል እንታይ ኮይኑ ኣበይ መዓስ ኣይወዳእኹዎን ንሱ እውን ክምልሶም ዘይክእል ሕቶታት ተርኳሕኩሉ ኣታ ኣለ ዓርከይ ኣነስ ፍለጥኩ የብለይን ሓብቱ ተረዲኣላ እሞ ክንበፅሕ ኢለ የመፅካ ሞት ሳይሞን ዓርከይ ክወሓጠለ ኣይከኣለን ከመይ ክቐበሎ እቲ ድሮ እታ ዝሞተላ ኣብ ዝተረኸብናሉ ዘዕለለኒ ዘኪረ ንብዓተይ ዘጠብጠብ ኣበልኩ ርኢኻ ኣለ ዓርከይ ማማ ዋላ ኢትዮጵያ ከይደ እንተረኺበያ ንኣምላኽ እንተዘይሃብካ ንኽብሎ ማማ እኮ ናፊቐያ በቃ ኣብዚ ዓነ እንዳመፀትኒ ዝበለኒ ዘኪረ ተሃዊካ ሳይሞን ዓርከይ ተሃዊካ ሳይሞን ዓርከይ ድምፂ ክቋፀሮ ብዘይክእል ዓው ኢለ ኣልቀስኩ በቃ ኣሌክስ ዓርከይ ሕጂ ብክያት ሓንቲ ይገብረልናን ወላ ንኣሽቱ ንኹን እምበር ስለ ጥፍኣትና ሞዛንና ገለ ክንብል ኣለና ምሕፅንታ ብዝመስል ተዛረበኒ ኣብቲ ዝነበረኒ ጭንቀት ተወሳኺ መርድእ ኮነኒ ንድኻስ ዶሮ ክትፀርፈዎ ክብልኹም ከምዚ እኳ እዩ እምበር ንሕና ዶ ዝንረክብ ኣነ ንበይነይ ክዛረብ በሪ ዓርከ ሽቓቕ በፂሑ ተመለሰ እንተኾነ ግዳ እታ ዝፈልጣ ሽቓቕ ገዛይ ከም ቀደም ኣይፀንሓቶን ኣሌክ እንታይ እዚ ብኢደይ ስዒቡ ናብ ሽቓቕ ወሰደኒ እቲ ዝረኣኽዎ ንዓይ እውን ይርድኣኒ ነበረን መዓስ ደኣ ስቒለዮ ንምንታይ ንነብሰይ ሓተትክዋ መልሲ ግን ካበይ ለካሽ ኸዓ ምምላሰይስ ብኻልእ ኣይነበረን ኣታ ኣሌክ ሓወይ በጃኻ ንገረኒ እንታይ ኢኻ ሓሲብካ ነርካ በሪ ዓርከይ ብቑርፅራፅ ቃላት ሓተተኒ እንትርፉ ዓይኒ ዓይኑ ምጥማጥ ዝብሎ ኣይነበረንን እንታይ ክኽብል ነብሲ ቅትለት ዘሕፍር ተግባር ንግዲ በሪ ዓርከይ ኩነታተይ ግዲ ተረዲእዎ ዘረባ ከይደገመ እታ መሕንቂተይ ዝተሓስበት ገመድ ፈቲሑ ኣብ ቦርሱ እተዋ ኣሌክ ቁሩብ እንታይ ኾንካ ጸገም እንዶ ንገረኒ ኣሌክ ዓርከይ እንታይ ኾንካ እንድዕ በጃኻ ጭንቀተይ ክርስዕ ብምሕሳብ ጀመርክዎ ወልፊ ካብ ሰባት ኣርሒቆ ከም ዘስተማስል ገይሩኒ ሰባት ከዓ ከሪሑኒ ገለ ተሓጎዝኒ ይብል እሞ ካብዚ ኣምሰሉ ሰብ ግን ወይ ክሓገዝ በቃ በይነይ ኮይነ እቲ ምሁር ተኾነ ብፍልጠተይ ንዓቐኒ እቲ መንፈሳዊ ተኾነ ብግብረይ ክዓበኒ እንታይ ከገብር በሪ ዓርከይ እንታይ ከገብር ኣብ ምሪረ ደጊመ በኸኹ ድሓን ኣሊ ዓርከይ ዝሓለፈ ግብርና ውሕጅ ውሰዶ ሕጂ ግን ግዳም እሞ ንኺድ ከባቢና ንተዓዘብ እቶም ካባና ዝረሓቑ ዝመስለና የሕዋት ንሓገዝና ክዓስሉ እዮም በርገ ዓርከይ ኣብታ ናይ ጥፍኣተይ ሰዓት መልኣክ ኮይኑ ተራእየኒ ሳይሞን ዓርከይ እሞ ስለ ድሕነተይ ኮነ ኢሉ ነብሱ ዘሕለፈ ኮይኑ ተሰምዓኒ እቲ ምንታይ በርየ ሞት ሳይሞን ክርዳእኒ ተዘይመጽእ ምናልባት ሕጂ ስእለይ ዝተለጠፎ መርዲ ኣብ ማስ ሜድያ ናብ ዝናብትን ምበለ ሰብ ምስ ሞተ ሸር ኮይና ዓቕምና ስለቲ ኣብ ንኡስ ዕድሚኡ ዝቐደመኒ ሳይሞን ዓርኪ ኣብ ደሓቱ ኸይደ ኣንቢረ በኸኹ እወ ክንድታ ክንዲ ኩሉ ኮይና ዘዕቤት ተወላዲቱን ክንድቲ ብኣካል ዘይፈልጦ ስዋ ኣቦኡን ኣንቢረ ነባዕኹ ግን ብኽያት ጥራሕ እኹል ዶ ይኸውን ኣብ መንጎ እቶም ኣብታ ገዛ ዝነበሩ ነባራት መራሕቲ ሃይማኖት ትምህርቲ ኣለና ዝብሉ ኩሎም ኣብ ጥፉእ ንምንታይ ከምዚ ትገብሩ ኣታ ክንደይ ትሓንቁ እዚ ኩሉ ሳህራን ባሕርን ሰጊርካስ ኣብ ክንዲ ወላዲኻ ዓስቢ ትኸፍሎም ብጃኹም ሕማቕ ሓሳብ ካብ ይእምርኹም እለይዎ ካብ ኩሎም ዝወፅእ ዝነበረ ዘረባ እዩ ሰብ ናይ ብሓቂ መግናሕቲ ጥራሕዶ ካብ ክፉእ ይመልሱ ይኸውን ኣብ ጥፉእ ኣይትዛረብ ክፉእ እኳ ዝተባህለ መቸም እቲ ዝሓሸ ፍታሕ እንታይ ምዃኑ ምዝታይ እምበር ንሓደ ከምዚ ኣይትግበር ኢልካ ጸቕጥ ብምግባር የጥፍኣና ከይብሉ እየ ዝፈርሕ። ካብቲ እንዳ ሓዘን ዝወጽእ ዝነበረ ቃላላት ዓቕሊ ከግብረኒ ኣይከኣለን። ገለን ዓሕ ትማል እኮ ሰትኡ ገዛ ካብ ፀሓካ ኢልዮስ ስንኩል ገ ኢልኒ ሓደ ከዓ ኣነ እኮ ይርዳእኒ ነይሩ እዩ ኣብዚ ቀረባ እዋን ሕማቕ ባህርያት ኣምፂ ነይሩ እዩ ሓደ ኻእ ትቕብል ኣቢሉ ወይ ዝዓለም ጨናዊት ትማል እኮ እዚኣ ኣመሉ ደጋጊሙ ደዊልለይ ግና ደኺመ ስለ ዝነበርኩ ሳሄል ዓልክዎ ኒምን እዮም ዝናስሑሉ ነይሮም እምብዛ ገረመኒ ኩሉ ዘረባኦም ክጻወሮ ስለ ዘይከኣልኩ ኩሉ ዕላሎም ኩርካሕ ኾነኒ ገዲፊኑ ድማ ግዳም ኣበልኩ ከድሕንዎ እናኸኣሉ ሸለል ብምባሎም ዝመጠ ኮይኑ ተሰማዓኒ ኣትም የሕዋት ንናበብ እንዶ ኣብ ከባቢኻ ዘሎ ሓውካ ጠባይ ጠፍኣካ ኣነ እኳ ሕጅስ ኣምላኽ ሕማቕ ሓሳብ ሰይጣን ካባይ የርሕቕ ክንደየናይ ከይምለሶ ኣብዚ ዓለም ግን ክንደይ ኣሕዋተይ ናብራ ስደት መሪርዎም ኣሎ ምግማት የሸግረኒ በሉ ሓዙኒ ኣታ ጽቡቕ ተመክሮ ስደት ዘለካ ሓኳ እንተዘይረዳእኻ እንታይ ፋይዳ ኣለዎ ኣታ መራሕ ሃይማኖት ኣምላኽ ፍቕሪ እዩ እሞ ሓጢኣተይ እናጸብጸብካ ካብ ትምህረኒ ንዓንዶ ግዳ በጃኻ ፍቕሪ ሰዕረኒ ኣንታ ፖለቲከኛ ኣብ ኤርትራ ፍትሒ ንምምጻእ ትጽዕር ኣብ ስደት ኣለና እኮ የሕዋትካ ፍትሒ ሰኣና ብኣና ንጀምር ኣታ ምሁር ጸሊም ዘንጠልጠልካ ፍልጠት ድሕሪ ሞት ኣይድገምን እዩሞ ሕጂ ዕየየሉ ክብለካ ኣይደልን ስነ ጥበባዊ ኣታ ስነ ጥበባዊ ኣባኻ እሞ ዘረባ እዩ ዘይብለይ ጥበብካ ፍርሒ ዓገይትዎ እናኣወየ እቲ ምባልካ ከይገረመኒ ተረፈን ብርዒ ጥበብ እውን ተቐያሚ እሞ ስለቲ ፍርሒ ዝዓገቶ ቀለምካ ክልምነካ ኣውያት ህዝብኻ ቃልሕ እዚ ከብል ከለኹ ግን ንኹሉ እቲ ብልቢ ይግባቦ ቆልዒ ዝቃለስ ከም ዘይኮነ ክትርድኡለ ይደሊ እሙኑኒ እዞም ንኣሹ ዝመርሐና ኢና ንደሊ እሞ ኣምላኽ ከምቲ ንእስራኤላውያን ዳዊት ጽኑዕ ጓሳ ካብ መጓሰ ማል ናብ መራሒ ህዝቢ ቀይሩ ኣብ ማእከሎም ልዕል ዘበሎ ንዓና ድማ ከምኡ ይፍጠረልና ግድፉ ኣቱም ዓበይቲ በጃኹም ስመሩ እሞ ዓድና ምለሱና እወ ይኣክል ሞት ይበዝሓና ኣሎ። ምስ በለኒ እዚ ዝኣክል ጸገም የሕሊፉ ከመይ ዘየንበብኩ ገረመኒ። ለካ ኤርትራዊ ኣብ ስደት ዓይኑ ይኸድድ እምበር ኣይድቅስን ይበልኩ። ካብዚ ሰሓቕ እምበር ካልእ ዘይፈልጥ ኣሌክስ ከመይ ከምዚ ክጽበ እሞ ድማ ናይ ህይወት ፈተነ እታ መወዳእታ እዚኣ ጋቢዘካ ኣለኹ ዝበለኒ ደርፊ ንዓኹም እውን እሳ ገቢዘኩም ኣለኹ ናቲ ውልዶ ድምፃዊ ክፍሎም ይከኣሎ። መልእኽቲ ንኡስ ወለዶ ካብ መዝራዕ ስደት ጸሓፊ ብስራት ክብር ስላሴ ኣብ ስሬ ሸሞንተ ወርሒ ክልተ ክልተ ሽሕን ዕስራን